ሰላም ሰላም ሰላም ሰላም ኣምላኽ ንዓኻትኩም ይኹን ከመይ ቀኒኹም ሓፍትኹም ምሕረት እየ ሎመዓልቲ ከዓ ብሓድሽ ተመሊሰኩም ኣለኹ ክትከታተሉኒ ከዓ ተስፋ ገብር ሓንቲ ንእሽተይ ሓሳባት ሒዘ መፅኦ ኣለኹ ሎም መዓልቲ እውን ክትከታተሉኒ ከዓ ተስፋ ገብር ደጊመ ደጋጊመ ከዓኒ ሳብስክራይብ ሸር ኮሜንት ላይክ ግበሩ ኢኹም ፕሊስ ላይክ ብምግባር ተሓባብሩኒ ኢኹም ሰፖርት ግበሩኒ እቶም ትገብርዎ ዘለኹም እቶም ሓደሽቲ እቶም ኩልኹም ትከታተሉን ዘለኹም ከዓ ቴንክ ዩ ቴንክ ዩ ቴንክ ዩ ሶ ማች ይቐንየለይ ክብረት ይሃበለይ ኣምላኽ ብሩኽ የብልኩም መቸም ሰብ ካብ ሰብ ንላዕሊ ዝበለፀ ኣሎ ኢለ ኣይግምትን እዩ ኣብዚ ገፅ ምድሪ ማለት እዩ ሰብ ሰብ እዩ እቲ ዝበለፀን እቲ ዝኸበረን ከዓ ወዲ ሰብ እዩ ንሰብ ከዓ ዝወሃቦ ሰብ እዩ ካብ ማንም ንላዕሊ ማለት እዩ ስለዝኾነ ላይክ ግበሩ ኢኹም ላይክ ብምግባር ተሓባበሩኒ ከዓ እንታይ ክርእየ ደልየ ዘለኹ ቤተሰብ እኮ ፈልፋሊ ዓይኒ ማይ እዩ ወይ ከዓ ፈልፋሊ ዒላ ማይ እዩ ትብል ክርኢ እየ ቤተሰብ ቤተሰብ እዩ ብጣዕሚ ህንድዒ ኣብ ቤተሰብ ዘለኒ ክብሪ ኣነ ዓብይ እዩ ናተይ ድሌት ናተይ ሓሳብ ናተይ ዕላማ ናተይ ዋላ ኣብዚ ምህላው ከማን ኣብዚ ሶሻል ሚድያ ምህላው እውን እቲ ቀንዲ ናብዚ ዘምፃኣኒ መጀመርያ መጀመርያ ደቅና ከመይ ጌርና ከነዕቢ ከም ዘለና ምክንያቱ ኣነ ብስርዓት ንፉዓት ደቂ ወይ ከዓ ስርዓት ገይረ ደዕብክወን ደቂ ስለዝኮነ ከመይ ኣተዓባብያ ስለዝርዳእኒ ካልኣይ ነገር ከዓ እተን በይነን ዝኮና ደቂ ኣንስትዮ እተን በቃ ተስፋ ዝቆረፃ ደቂ ኣንስትዮ ንከባራትዓ እየ ሳልሳይ ነገር ከዓኒ ሓዳር ብክብረትን ብፅንዓትን ወይ ከዓ ሓዳርሲ ክትነብርን ክትቀውምን ዘለዋ ስለ ዝኾነት ኣብ ሓዳር ዘለና ኣረኣያ ኣዝዩ ኣዝዩ ኣዝዩ ክብር እዩ ከምቲ ብቐዳማይ ዝበልኩ ሓደ ሓደ ግዜ እንተ ዕድል እንተ ዒጫ ኣይደኖ ኣይኮነልካን እዩ ወይ ከዓ ይብተኽ እዩ እንተ ካብ ራሕቂ እንተ ካብ ምቕራብ እንተ ካብ ባእሲ እንተ ካብ ዝኾነ ነገር ኣይደኖ ዕድል እዩ ዕጫ እውን ኣይርድኣንን እዩ ግን ብጣዕሚ ኣብ ሓዳር ደለኒ ክብረት ምክንያቱ ኣነ ከዓኒ ደቂ ኣለዋኒ ውላድ ኣለዋኒ ሓዳር ክገብራ ዳኣየ ዝደሊ እምበር ካልእ ንሱ እዩ ናተይ ትምኒት ከኣ ደቀይ ሓዳረን ጌረን ምስ ደቀን ምስ ሓዳረን ምስ ሰብኣየን እየ ክርእየን ድደሊ ኣብ መጻኢ ህይወተይ ማለት እዩ ኣነ ብህይወት ስጋዕ ዘለኹ ይኹን ንዘለኣለም ይኹን ትውልደን ብምሉኡ ብኡ ክቕጽል እየ ዝደሊ ሕጂ ሓደ ሓደ ግዜ ሓደ ሓደ ሰባት ከምዚ እንታይ ይመስሎም ከምዚ ንደቂ ኣንስትዮ ጥራይ ኣባራቲዕኪ ንደቂ ኣንስትዮ ኣነ ንደቂ ኣንስትዮ ጥራይ ከባርትዓ ካብቲ ዘለዎ ካብቲ ዝወደቀኦ ካብቲ ዝረኽበን ደሎ ካብቲ ግፍዕታት ሓይሊ ክበን ሓቦ ክበን ወይ ከዓ በይነን እንተኮይነን እውን እኽእልኦ ከም ዝኾና እየ ክረድአን ዝደሊ ግን ነቶም ኣብ ሓዳር ዘለው ሞር ከማን ክፀቕጠሉ እየ ዝደሊ ምክንያቱ ሓዳሮም ሒዞም መታን ክነብሩ ደቆም ኣኽቢቦም መታን ክነብሩ ሰበይቶም ሰብኣዮም ብሓንሳብ መታን ክነብሩ እሱ ድማ እንተ ደኣ ብሓንሳብ ኮይኖም ኣብ ዝብጻሕ ክበጽሑ ይኽእሉ እዮም። ኣብቲ ዝደልይዎ ክበጽሕዎ ይኽእሉ እዮም። እንተ ደኣ እተፈላለኻ ኮንካ፣ እንተ ደኣ እተገማማዕካ ኮንካ፣ እንተ ደኣ ቤተሰብ ብትን ኢላ ኩሉ ተበቲኑ ማለት እዩ። እም፣ ከምቲ ዝበልክዎ ርእስተይ እንታይ እዩ እ፣ ቤተሰብ ቤተሰብሲ እ፣ ፈልፋሊት ዒላማይ እያ። ሰኽሪ እየ ግን ቅድሚኣ እንታይ ትብላ ኣላ ሓንቲ ሕቶ ዝሓተትህና ሓፍትላ ኣብ ኮሜንት ናሕሲ ዘይብላ ገዛ ወይ ከዓ ኣቦ ዘይብላ ቤተሰብ ኢለ ዝሰራሕክዎ ነይረ ከምኡ ክብል ከለኹ እንታሽሙ ክዕርዩ ኣይኮነን መልእኽቲ ኣርእስቲ ክስ ዕርዩ ኣይኮነን እተን እታ ተቐዳመይቲ እንታይ ትብል ነይራ ክንደይ ቤተሰብ ድየን ብዘይ ኣቦ ዝነብራ ዘለዋ? ሰብኡተን ዝመትዎን ከ? ኣርእስቲኺ ዕሩይ ኣይኮነን እዚታት ዝብል ሓሳባት እንታሽሙ ነይረ ንዓኺ ሓፍተይ ዝምልሰልኪ ከሎ ዝምልሰልኪ ዘለኹ ኣብኡ ከሎ እውን ንኹልና ማለት እዩ ኣነ ንገዛእ ርሰይ ከምቲ ኩሉ ዝበልክዎ ብዙይ ኣቦ እየ ዓብየ ኣነ ከመይ ገይረ ንገዛእ ርእሰይሲ ከምዚ ከዋርዳ ወይ ከትሕታ ኢልኪ ትሓስቢ ግን ሞር ከምቲ ክብሎ ዝፀናሕኩ እቶም ቤተሰብ ዘለዉ እቶም ወይ ከዓ ጠይቀይ ኢሎም ዘለዉ ወይ ከዓ እቶም ኣብ ባእስን ኣብ ዕግርግርን ዘለዉ ወይ ከዓ ኣብቲ ሕማቅ ኩነታት ዘለዉ ነዚ ነገር ክርድኦም እሞ ኣብ ቦታኦም ክኣትዉ ወይ ተን ደቂ ኣንስትዮ ብዘይ ኦ ብዘይ ኣቦ ኣይክጥዕመናን እዩ ወይ ብዘይ ገዛና ፈራስ ብፈራሳ ክንነብር ኣይንደልን ኢና ዝብላ እቶም ደቂ ተባዕትዮ እውን ክሓስብሉ ወው ኣነ ርእሲ ክኸውን ኣለኒ ኣነ ቤተሰበይ ክርኢ ኣለኒ ኣነ ሬስፖንሳብሊቲ ክወስድ ኣለኒ ዋላ እቶም ተፈላለዮም ዘለዉ ሬስፖንሳብሊቲ መታን ክወስዱ እዩ ከምኡ ዘብለኒ ዘሎ እምበር ኣነ ኮ ኢለ ኣነ ኮ ባዕለይ እኳ እዩ ዝብለኪ ዘለኹ ንገዛእ ርእሰይ ኣነስ ንገዛእ ርእሰይስ ኣብዚ መጺኤስ ከዋርዳ ኢልኪ ትሓስቢ ኣይሕሰብን እዩ ስለዝኾነ እንታይ እየ ክብል ደልየ ብዙሓት ቤተሰብ ብዘይ ኣቦታት ዓብዮም ኣነ ብዘይ ኣቦ ዓብየ ደቀይ እውን ብዘይ ኣቦ ባዕለይ የዕብየ እየን ኣነ ባዕለይ ክብለኩም ባዕለይ ክብለኪ ኣነ ሓንቲ ጅግና ሰበይቲ እየ ኢለ ኢለ እየ እንተ ደኣ እቲ ርእሲ ክኸውን ክኾነካ ዝግብኦ በዓል ቤት ድዩ ሰብኣይ ድዩ ወይ ከዓ እንተደኣ ዘይሃልዩ ግን ኢለ ካብቲ ሰብኣይ ዝልዕል ናሕሲ ካብቲ ናሕሲ ዝኾነ ዝለዓለ እኳ ደኣ ዝኸበረ ኣምላኽ ኣሎ ኢለ ነይረ ሕጂ እዚ ኣሎ ነቶም ኣቦ ዘይብሎም ቆልዑ ድዮም ነቶም ኣቦ ዘይብሎም ሰብኣይ ድዮም ነቶም ናሕሲ ዘይብሎም ገዛ ድዮም ካብኡ ንላዕሊ ዝኾነ ሰብ ኣሎ ኣነ ከዓ ከምኡ ስለ ዝኾንኩ እየ ግን ኣነ ዳሓዝክዎ ነገር ስለ ዘለኒ ዝሓዝክዎ ነገር ከዓ እንታይ እዩ ኣምላኽ እዩ ማለት እዩ ሕጂ ብዙሓት እዮም እንተ ደሊኸ ኣነ ንኣብነት ኣቦይ ንእሽተይ ከሎ ስለ ዝሞተ ኣይርድኣንን ከማን ናይ ኣቦ ትርጉም እውን ኣይርድኣንን ብዙሕ ገሊፀ ኣብቲ ውሽጢ እንተ ብስርዓት ሰሚዕናዮ ኮይና እንደገና ከዓ ኣብቲ ዘመን እቲ ኣብቲ ግዜ እቲ ኣቦይ ዝሞተሉ ድሕሪ ቁሩብ ዓመታት ደርግ ዝኣተወሉ ወይ ከዓ ግርግር ዝተተለዓለሉ ስለዝኾነ ኣብቲ ናተይ ዕድመ ኣይኮነን ዶ ኣነ ኣብቲ ግዜ እቲ ማለት እዩ ናተይ ኣኮታተይ ደቂ ኮታተይ ብምሉኡ እቲ ቤተሰብ ብምሉኡ ኣይኮነን ዶ ኣቦታት ሲ ኣሕዋትና ከማን ተፀሪጎም ንሜዳ ዝወፅሉ እዮም ነይሮም ኣብቲ ዘመን እቲ ኣቦ ይኹን ኣሕዋት ዝሰኣናሉ ግዜ እዩ እስካዕ ሕጂ እውን ማለት እዩ ሕጂ እንታይ ንምባል እየ ደልየ መስለኪ ገሊኡ ብማይ ገሊኡ ሰኣን ማይ ዝበሃል ኣሎ ኣብቲ ዘመን እቲ ንኣብነት እዚ ኩሉ ነገር ኣጋጢሙ ወለዲ ፈትየን ድን ኣይፈትየን ድን ኣቦታት ኣዴታት ፈትዩ ድዩ ከይፈተወ ፈትዩ ዝበሃል የለን ወረ ከይፈተወ እንታይ ኮይኑ ተበታቲኑ ማለት እዩ ኣነ ዘይኮንኩሲ ብምሉኦም ብምሉኦም ኣብቲ ከባቢ ዝነበሩ ብምሉእና ኩለን እንታይ ኮይኑ ይመስለኩም ብዘይ ኣቦ ተሪፉ እዩ ብዘይ ናሕሲ ተሪፉ እዩ ብዘይ ናሕሲ ስለ ዝተረፍ ግን ናሕሲ ዝኾነ ኣምላኽ ነይሩ ግን ጥዑም ድዩ ኣይጥዑምን ፅቡቕ ድዩ እሞ ኣይፅቡቕን ዓብና እኮ ንሕና እናለኹ እኮ ኣነ ሰበይቲ ኮይነስ ንደቀይ ከማን ኣዕብየ ግን እዚ ታስኽ ይድገም እቲ ናይ ቀደም ግድን ግድን ክኸውን ስለ ዝነበሮ ከምኡ ኮይኑ ማለት እዩ ኣይኮነን ዶ ንሳቶም እውን እቶም ምሳይ ዝዓበዩ እውን እቶም ናተይ ዕድመ ዝነበሮም እውን ዕብይ ምስ በሉስ ወሊዞምሲ ንሶም ከይዶም ሓሊፎምሲ ወይ ከዓ ተሰዊኦምሲ ደቆም ከማን ኣርኪቦሞም ሕጂ እንታይ ክብለኪ እንታይ ክብል እየ ደልየ መስለኪ ፈቲኻ ትመፅእ ከይፈተኻ ዝመፅእ ነገር ትገብሮ ነገር የለን ከምቲ ዝበልኩ ኸኣ ገሊኡ ብማይ ገሊኡ ሰኣን ማይ ሕጂ ኣብዚ ዘመን እዚ ኣብዚ ግዜ እዚ ዘለናዮ ግን ኣብዚ ኣብዚ ዓዲ ሓቢርና እንነብረሉ ክንጠምየሉ ዘይንኽእል ክምዕበሎ ዝኽእል ክምሃር ዝኽእል ኣብ ዝብጻሕ ክንበጽሕ ንኽእል ግን ቤተሰብ ብትን ኢላ ክትሪኣ ኮልካ ከዓ እንታይ እዩ የሕዝነካ እዩ የሕዝነካ ኣነ ሓሳበይ ነዚ እዩ እምበር መሊኡ ኣቦ ዘይብሎም ቆልዑ ኣቦኦም ዘይፍሉጣት ቆልዑ ብዙሓት እዮም ብዓመፅ ዝትውለዱ ተዓሚፀን ዝወልደኦም ኣቦታቶም ዘይፍለጡ ደቂ መን ምዃኖም ዘይፍለጡ ሕጂ ነዚኣተን ስናሕሲ ይብልክንን ስዕልክን ይኽን ክብለን ይኽእል ማለት ኣይብለንን እየ ተገዲዱ ከዓ የባራትዐን ኣይቸኾን ይብለን ቀጽራ ኣጆኹን ንብለን፣ ነተን ኣቦታቶም ዘየለዉ ምሰታተን እውን ክበኽያ ዝውዕላ ዓቕለን ዝጸበወን ኣጆኹን ንብለን። ሕጂ ኣነ ናተይ ሓንትን ሓንትን እያ ዕላማይ፣ እሳ ከኣ ቤተሰብ ከመይ ገይሩ ሓቢሩ ይነብር፣ እቶም ኣጋጣሚ ኮይኑ ተፈላልዮም ዘለዉ እሞ ብሓንሳብ ክነብሩ ዘይከኣሉ ከኣ ደቆም ብሓንሳብ ከይኖም ከመይ ገይሮም የዕብዩ፣ ደቆም ከየዘኽትሙ፣ ብሂወት ከለዉ ኣቦታቶምሲ ዘኽታማት ከይኮኑ ቆልዑ ማለተይ እየ። እሞ ድማ ኣብዚ ገፊሕ ዓለም ኣብ ሳልሳይ ዓለም እሞ ከዓኒ ኩሉ ብዘለዎ እንደገና ከዓ ደቅና ከዓ ኩሉ ኣብ ዝርድኦም እንታይ ንብል ኣለና እንታይ ንገብር ኣለና እንታይ ንሰርሕ ኣለና እንታይ ንዛረብ ኣለና እንታይ ኣሎ ኩነታት እንታይ ክንገብር ኣለና ከዓ ዝርድኦ ሕጂ እሱ እየ ክብል ደልየ ሓፍተይ ናይ ብዙሓት ሕቶ እውን ክኸውን ይኽእል እዩ ግን ኣነ ብለክ ኣለኹ ኣነ ንገዛእ ርእሰይሲ እቲ ዝደልዮ እቲ ክደልዮ እቲ ዝደልዮ ርእሲ ክኾነኒ ዝነበረሲ የለን ምሳይ ስለዝኾነ ኣጆኺ ከምኡ እንተበልኩሲ ካልእ ነገር ከይስማዓኪ ማለት እየ ስለዝኾነ ቤተሰብ እቲ ዝኸበረ እቲ ዝበለፀ እቲ ብኣምላኽ ንመጀመርያ ግዜ ዝተሰርዐ እንታይ እዩ እንተደኣ ኢልኩምኒ ቤተሰብ እዩ ሓዳር እዩ መርዓ እዩ ቅዱስ እዩ ነዚ እየ ክብል ደልየ ዘለኹ ኣነ ቤተሰብ ተዘየላ ኩሉ የለን ከምዚ ሕጂ ናብቲ ርእስተይ እንዲ ክምለስ ደልየ ዘለኹ ናብቲ ርእስተይ ክምለስ ቤተሰብሲ ከም ፈልፋሊት ዕላማ እያ እንዲ ኢልያ ዘለኹ ፈልፋሊት እያ ቤተሰብሲ ከም ሓንቲ ፅሪቲ ፈልፋሊ ርዳእኩም ደኹም ኢኒወይ ሕጂ ኣብ ኤርትራ ወይ ኣብ ዓድና ንኤርትራዊ ስለ ዝኾንኩ ንኤርትራዊ እንተተዛረብኩ ወይ ከዓ ንትግርኛ ዝሰምዕ ብምሉእና ርዳእኒ ማለት ፈልፋሊ ዒላማይ ኣነ ይርዳእኒ እዩ ካበይ እዩ ዝመፅእ መስለኩም ካብ ኻወሕ ከመይ እዩኸ ፅሩይ እዩ ካብኡ ዝመፅእ ዝሑል ጥዑም በቃ ሰቲኻዮ ዘርዊ ገለመለታት ዘይብሉ ኣዝዩ ፅሩይ ካብ መንጎ ኣኻውሕ ወይ ከዓ ካብ መንጎ ለማፃእማን እዩ ዝመፅእ ዝፍልፍል ማይ ፅሩይ ማይ ካብኡ ቅዳሕ ኣቢልካ በቃ ክሰቲ ፀገም የብሉን። ሕጂ ቤተሰብ ወይ ከዓ ቤተሰብ ናትካ ኣቱም ትሰምዑ ዘለኹም ምስ ቤተሰብኩም ዘለኹም ሎመዓልቲ ክሰምዑኒ ደስ ብለኒ እዞም ከም ገለ ዘለኹም እውን ንቤተሰብኩም ከም ብሓድሽ ክትሃንፅዋ ይምሕፀነኩም እተን በይንና ዘለና ከዓ ከቢርና ንሕና እውን ቤተሰብ ኢና ምስ ደቅና ኣምላኽና ወሲኽና ማለት እዩ ንሕና እውን ቤተሰብ ኢና ስለ ዝኾነ ፈልፈልቲ ፅሩይ ማይ ካብ ዒላ ዝመፅእ ማይ ካብ ጎቦ ዝመፅእ ማይ በቃ ኩዒትካ ከማን ክትረኽቦ ዘይትኽእል ተፈጥራዊ ባህርያዊ ውሽጡ ነገር ፅሩይ ዝኾነ ማይ እዩ ስለ ዝኾነ ካብ ዒላ ድመፅ ካብ ፈልፋሊ ድመፅእ ማይ ንሰትዮ ማይ ኣዝዩ ፅሩይ እዩ ኣኻውሕ እዩ ፈፂምካ ጨናዲሕካ ወረ ገሊኡስ ክትረኽቦ ኣይትኽእልን ኢኻ ወረ ገሊኡስ ካበይ ይመፅእ ኣለውን ክትደልዮ ኣይትኽእልን ኢኻ ዋላ ክትደልየልካ ንውሽጢ እተኸድካ ከማን ካብቲ ማይ ዝተላዕለ ለማፅ ስለ ዝኾነ እቲ እምንታት ከማን ሸታሕ ኣቢሉ ከውድቐካ ይኽእል እዩ ገለገለ ነገራት ከዓ የብሉን ውንጅራት ይኹን ሓሳኹ ይኹን ገለ ነገር ካብ ትፈልፋለ ማይ ተስተውዕሉ እንተኾይንኩም ትርእዩ እንተኾንኩም ኣነ ይፈልጦ እየ እንተሪኢኹም ገለ ነገር የብሉን እንታይ ደኣ እዩ ሕማቕ ተልኩምኒ ዕቋር ማይ ዝተዓቑሮ ማይ ኣብዚ ፖንድ ዝብልዎ ፀዓዱ ኣሎ በቃ ከምዚ ኢሉ ዕቑር ዝበለ ማይ እንተልዩ ግን ቀዲሕካ ክሰትይ ትኽእል እንተ ሰተኻዮ ውን እዚ ኣፍሪቃ እንተ ሰተኻዮ ውን ገለ ኣለዎ ዓለቕቲ ኣለዎ ሓሳኹ ኣለዎ ገለ ኣለዎ ረሳሕ ነገር ኣለዎ ኣሎ እሱ ውን እንተኾነ እንታይ ክገብረካ እዩ ከሕምመካ እዩ ማለት እዩ ብዕራይ ይረግፆ ኣጣል ረግፆ ሰብ ረግፆ ኩሉ እንታይ እዩ ዝተጨማለቀ እዩ ማለት እዩ ካብ ጎቦ ዝወፅእ ማይ ግን ፅሩይ ማይ እዩ ፈልፋሊ ዕላማ እዩ ኣዝዩ ክቡር ኣዝዩ ፅሩይ ኣዝዩ ጥዑም ክትሰትዮ ከለኻ በቃ ኣርውይ ዘብለካ ስለዝኾነ ቤተሰብ ከምዚ እያ ቤተሰብ ፈልፋሊት እያ ቤተሰብ ዒላማ እያ ቤተሰብ እንተዘየልዩ እኮ ወላ ሓደ የለን ቤተሰብ እንተዘየልዩ እኮ ኮሚኒቲ የለን ዋላ ሃገር የላን ዋላ ዋላ ሓንቲ የላን ቤተሰብ እታ ጽብቅትን ምስርትን ክትምስረትን ብስነስርዓትን ብጥዕናን ክትምስረት ዘለዋ እንተ ደኣ ኮይና እንታይ እያ ቤተሰብ እያ ኣምላኽ ከኣ ንመጀመርያ ግዜ ሰባት ምስ ፈጠረ ንኣዳምን ሂዋንን እንታይ ገይርዎም ብሓዳር እዩ ኣጽኒዕዎም ማለት እዩ

ኣብነት ናይ ዓለም ኣብ ቤተሰብ ገለ የለን ማለተይ ኣይኮንኩን ኣብ ቤተሰብ ገልጠምጠም የለን ማለተይ ኣይኮንኩን ግን ብዝተኻእለና መጠን ኣነ እንታይ ድሌተይ ጥዕና ዘለዎ ቤተሰብ ክህልወና እዞም ቤተሰብ ዘለኹም እቶም ዘለኹም ኣለኹም እንዲኹም ፅቡቅ ኣነ ነቶም ነቶም ኣለና ኣየድልየናኒ ትብሉ ኣይኮንኩን ምስኹም ኣይኮነን እንታሽምየ ግን ብዙሕ ነገር ድሰምዖን ድሪኦን እንደገና ቤተሰባት ኣብዚ ግዜ እዚ ድዋዕዋዕ ዝበለሉ ዘመን ቤተሰባት ዝተበታተነሉ ዘመን ባዕላ ዓለም ንገዛእ ርሳ ባዕሎም እዞም ሓያላን ንገዛእ ርሶም ብዛዕባ ቤተሰብ ክንዲዚኣ ደይቆፀረሉ ብዛዕባ ቤተሰብ ምንም ደይቆፀረሉ ዘመን ስለ ዘለና ንሕና ከ ንቤተሰብ ከመይ ጌርና ንሃንፃ ኢና ሎም እኮ ናይ መርዓይ ግዱሾ ሰብ ናይ ውላድ ኣይግዱሸ ሰብ በይንና ክንነብር ዝብል ምርጫ ዝበዝሓሉ ሰብ እዩ ወይ ከዓ ምስ ድላይና ከም ድላይና ክንብል ክበሃል ዝበሃለሉ ዘሎ ዘመን እዩ ግሉፅ እዩ ብዙሕ ናብ ብዙሕ ክኣቱ ስለ ዘይደሊ ብዙሕ ክዛረብ ስለ ዘይደሊ ብብዙሕ ነገር እየ እምበር ብዙሕ ምተዛረብኩ ስለዝኾነ ኣብዚ ዘመንና እዚ ሓዳር ኣይተድልን እያ ወዲ ኣየድልይን እዩ ጓል ኣንስተይቲ ኣይተድልይን እያ ወይ ኣነ ምስኣ ክነብር ይኽእል እየ ወይ ንሱ ምስ ንሱ ክነብር ይኽእል እዩ ወይ ንስ ንእሳ ምስ ንሳ ክትነብር ትኽእል እያ ዝተባህለሉ እዩ ብሓፂሩ እንታይ ክብል እንታይ ክብል እየ ደልየ እንታይ ወይ ከዓ እንታይ እዮም ክብሉ ደልዮም ደልዮም ደሎ ብዛዕባ ቤተሰብ ኣየገድስን እዩ ቤተሰብ ትፍረስ ቤተሰብ ትዕኖ ብዛዕባ ቤተሰብ ኣይግድሶን እዩ ደሎ ማለት እዩ ንዕኡ ንኸጥፍእ ከዓ እዩ ናይቲ መሰል ናይቲ መሰል ዝበሃል ናብኡ ኣይኣቱን እዩ ሕጂ እንታይ እዩ ክብል ደልየ መስለኩም ብፍላይ ንሕና ብቤተሰብን ብስድራ ቤትን ብጎረባብትን ብኣሕዋትን ብደቂ ዓድን ተኸስኩስና ዝዓበናሲ እዞም ኣብዚ ዘለና ከዓኒ ብዝተኸእለና መጠን ብዝተኻእለና መጠን ሓደ ሓደ ግዜ ዋላ እቲ ባህልኻ ዋላ እቲ ካልቸርካ ክትዕቅቦ ኣዝዩ ኣዝዩ ኣድላይ እዩ ብፍላይ ዕብይ እንዳበልካ ክትከይድ ኮለኻ ብፍላይ ዕድሜኻ ንቕድሚት ጌጹ እንዳደፍኦ ኮሎ ከመይ ባህልናን ክብርናን ሓዳርናን ኣነባብራናን ናይ ሃገርና ከመይ ጽቡቕ መስለኩም ብጣዕሚ ፅቡቅ እዩ ከምዚ ንእሽተይ ከለካ በቃ ክትወርስ ኣሎ ካብዚ ንወርሶ ኣሎ ካብዚ ዝድልየና ኣሎ ካብዚ ንወስዶ ኣንሲ ካብዚ ንወስዶ ዝግብኣና ብዙሕ ነገር ክቡር ነገር ኣሎ ግን እቲ ባህልና ይኹን ሃይማኖትና ይኹን እቲ ሞራል ይኹን እቲ ኣተዓባብያ ይኹን እቲ ስነ ስርዓት ይኹን እቲ ኩሉ ዘሎ ግን ክንሕዞ ክንዕቅቦ ኣዝዩ ይድላይ እዩ ዓቂብናዮ ከማን ናብ ደቅና ከነመሓላልፎ ኣድላይ እዩ ብዙሕ ነገር ንደቅና ዋላ ብዛዕባ ዓድና ድዩ ብዛዕባ ኣነባብራና ድዩ ብዛዕባ ከመይ ሓሊፍና ዲና ከመይ ነርና ዲና ኩሉ ነገርና ከነዕልሎም ክንዛረቦም ኣብ ውሽጦም ከነስርፀሎም ፅቡቅ እዩ ካብኡ ከዓ ተበጊሶም እሳቶም እንታይ ክገብሩ ኣለዎም ኣብዚ ኮይኖም ከ ናበይ ገፆም ክኸዱ ኣለዎም ቤተሰብ ኣዝዩ ክቡር እዩ። ካልኣይ ነገር ከዓ ንሶም ከዓ ንገዛእ ርእሶም ኣብ መፃኢ ህይወቶም ከም ድላየይ መታን ከይብሉና ኣነ ከም ድላየይ ምስ ድላየይ ናብ ድላየይ መታን ከይብሉና ደቅና እንታይ ክኾኑልና ቤተሰብ ክኾኑልና ሕጂ ንሕና ነርእዮም ማለት እየ እዛ ፈልፋሊት ዝኾነት እዛ ፅሪቲ ፈልፋሊት ዝኾነት እዛ ኣምላኽ ዝተኸላ ቤተሰብ ወይ ከዓ ኣምላኽ ዝተኸላ ገዛ ወይ ከዓ ኣምላኽ ዝተኸላ ሓዳርን መርዓንሲ እንተ ደኣ ተኻባኺብናያ ብዙሕ ነገር ካብኣ ክወፅእ ይኽእል እዩ ብዙሕ ነገር ካብኣ ክወፅእ ይኽእል እዩ ንባዕሉ ኮይኑ ንስድርኡ ኮይኑ ንሃገሩ ኮይኑ ንዓለም ዝኸውን እውን ክወፅእ ይኽእል እዩ እንታይ ክበልየ ደልየ መስለኩም ኣነ ድምብሉእና ከምዚ ሕጂ እዚ ውን ሕጂ ውን እንተኾነ ከምዚ እሞ ቤተሰብ ዘይብላ እሞ ብቤተሰብ ዘይዓብዩኸ እሞ በቦ በዴደይ ዓብዩኸ ኣነ ባዕለይ ኣለኹ ኣነ እኳ እየ ባዕለይ ድዛረብ ደለኹ ኣነ እኮ ኣነ እኳ እየ ሓንቲ ካብኡ እኳ እየ ኣብነት እኮ ሓንቲ እየ እሞ ኣነ ናተይ ነገር ፋሕ ስለ ዝበለሲ ኩሉ ነገር ፋሕበል ወይ ከዓ ናይ ኩሎም ሰባት ፋሕበል ነው ብዝተኻእለ መጠን እምበር እቲ ተታሒዙ ዘሎ እቲ ብሂወት ዘሎ እቲ ጥዕና ዘለዎ እምበር ብጥዕና ክነብር ኣለዎ ብጥዕና እምበር ክነብር ኣለዎ። ደቆም እምበር ውሉዶም እምበር ኣብ መንጎ ኣቦኦምን ኣዲኦም ተኸቢቦም ክዓብዩ ኣለዎም እምበር ናይ ኣዲኦምን ናይ ኣቦኦምን ባህሊ ወይ ከዓ ኣቦኦምን ኣዲኦምን ክብረት እንዳረኣዩ እምበር ክዓብዩ ኣለዎም። ብዘየገድስ ዝተቐየረ ቀየር ዝተለወጠ ለወጥ ኣብ መንጎ ወይ ከዓ ኣብዚ መንገዲ እንዳኸዱ እንዳዓበዩ ከለዉ ደርእይዎ ባህርያታት ብዙሕ ነገር ክመፅእ ይኽእል እዩ። እንተኾነ ግን እቲ ብንእስነቶም ዝተመሃርዎ፣ እቲ ብንእስነቶም ካብ ስድርኦም ዝወሰድዎ ነገራት እንታይ ይገብሮም እዩ? ምስ ዓበዩ ንሱ እዩ ዝመጽእ። ስለዝኾነ ካባኻ እውን እንታይ ይመሃሩ? ዋላስ ክንደይ ነገራት ዘለዋ እዩ? ክትህሉ እውን ትኽእል እያ። ዝተዘራረገት፣ ዝተበላሸወት ቤተሰብ እውን ክትህሉ ትኽእል እያ። ናብቲ ጽሩይ፣ ናብቲ ፈልፋሊ ክትመጽእ ከኣ ተኽእሎ ሚእቲ ካብ ሚእቲ ኣሎ። ስለዝኾነ እንታይ ንምባል እየ? ቤተሰባት ብሂወት ክነብራ ቤተሰባት ፈልፈልቲ ፅሩያት ማይ ክኾና ፈልፈልቲ ንብዙሓት ነገር ክኾና ንብዙሓት ደርውያ ንብዙሓት ንበረኸት ዝኾኑ ደቆም ኣርኣያ ክኾኑ ዝኽእሉ ደቆም ኣርኣያ ክኾኑ ዝኽእሉ ደቅና ቤተሰብ ክብል ከለኹ ብፅቡቅ እዩ ኣቦን ኣደን ክህልዎም ኣብ መንጎ ኣቦን ኣደን ክዓብይውን ኣነ ቤተሰብ እየ ኣነ ምስ ደቀይ ቤተሰብ እየ ብቐዳማይ እዚ ናሕሲ ትብል ዳርጋ ንብዙሓት ተንኪፋ እያ ንብዙሓት ደቂ ኣንስትዮ መቸም ንኹሉ ከተሐጉስ ኣይትኽእልን ኢኻ በቲ ሓደ ገለ እንተልካ ተባዕትዮ ከምዚ ስለ ዝበል ክብሉኻ ብሓደ ገለ እተልካ ከዓ ደቂ ኣንስትዮ ከምዚ ስለ ዝበልኪ ይብሉ ንኹሉ ከተሐጉስ ኣይትኽእልን እያ ግን ኦፕን ማይንድድ ክህልወና ኣለዉ ማለተይ ቁሉዕ ቁሉዕ ዝኾነ ኣእምሮ ግን ክህልወና ኣለዎ ንኩሉስ ክንመምዮ ክንሪኦ ስለዝኾነ ቤተሰብ ቤተሰብ ፈልፋሊት ዕላማ እያ፣ ፈልፋሊት ፅሩይ እያ፣ ካብ መኻውሕ ካብ ኣኻውሕ ትፍልፍል እያ። ካብኣ ብዙሕ ነገር እዩ ዝወፅእ። ካብኣ ዝፈሰሰ ከዓ ኣብቲ ጎባ ኣብቲ ጥቃኣ ዘሎ ኩሉ ለምለም እዩ። ኣብቲ ከባቢኣ ዘሎ ኩሉ ሳዕሪ እዩ። ኣብቲ ከባቢኣ ዘሎ ኣእዋም ኩሉ ኩሉ መዓልቲ ዝልምልም እዩ። ካብ ቤተሰብ ካባና ዝወፁ ካብ ደቅና ካባና ዝወፁ ኩላህና ቤተሰብ ኢና። ሎማዓልቲ እውን እንተኾነ እዘን ኣሕዋተይ ይኹና ኣሕዋተይ ይኹኑ እዞም ከም ገለ ኮይንኩም ተዘራሪቡኩም ደሎ ሓንቲ ነገር ክብለኩም ተመለሱ ብፍላይ እዞም በቃ ዕኒኒኒኒ ትብሉ ዘለኹም ነገራት ስጋዕ ዝሓልፍ እዩ እምበር ኩሉ እኮ እዩ ዝሓልፍ ሓደ ሓደ ግዜ ምርሕሓቕ ካብ ዓይኒ እንታይ ይብሉ ኣቦታትናስ ካብ ዓይኒ ካብ ዓይኒ ዝገለለስ ካብ ልቢ ገለለ ዝበሃል ኣዘራርባ ኣሎ ገለገሌና ምናልባሽ ፈፂምና ፍፁም ኣይምተፈለናን ነርና ንኸውን ኢና ግን እንተ ሓደ ሓደ ሰባት እንተ ካብቲ ቦታ እንተ ካብቲ ዘለካዮ ነገራት ኩሉ ተፈላሊካ ክትፈላለ ትኽእል ኢኻ ማለት እዩ ሕጂ እንታይ እየ ክብለኩም ደልየ ብፍላይ እዞም ኣብ ሓንቲ ከባቢ ኣብ ሓንቲ ዞና እሞ ባላ ምስ ሓዳርኩም ዝተወደአ ነገር ዘየለ ወላ ሓንቲ ነገር ዘየለ እንተ ደኣ ሃሊኹም ገዛኹም ፅሩይ ክኸውን ፅሩይ ከም ትፈልፋሊ ማይ ክኸውን ይከኣል እዩ ምቁያቕ ገለመለ የለን እዚ ሱቕ ኢሉ እዚ ገጠምጠም የለን ማለት ኣይኮንኩን ኣብ ዝኾነ ስድራ ቤት ገጠምጠም ኣሎ እዚ ኩሉ መዓልቲ ዝብለኩም እዩ ኣነ ናይ ብሓቂ ክላበወኩም እደሊ እዚኦም እዞም እዘን ብንእሽቶኦን ዝረኸብኩመን ኣሕዋትክን ኣይትዝክሩን ዲኹም? ንድሕሪት እባ ተመለሱ። እቲ ክትፋቐሩሉ፣ እቲ ክትላለዩሉ፣ እቲ ናይ መጀመርያ ግዜኹም እባ ዘክርዎ። ሕጂ ገለ ነገራት ስለ ዝመጸስ እቲ ኩሉ ዝነበረ ሓሊፍካ ጸቒጥካ ናብ ካልእ ደረጃ ክትበጽሕ ጽቡቕ ኣይኮነን። ዘክርዎ እባ እንደገና እቲኦም ዕምባባት ደቂኹም ኣብ ማእከልኩም ዘለኹም ዘለዉ እባ ረእይዎም። ማለተይ ክትሓርቕ ትኽእል እንዲኻ፣ ክትበኣስ ትኽእል እንዲኻ፣ ክትጉህ ትኽእል እንዲኻ። እንተኽኢልኩምሲ ክትምለሱ፣ ፅሩያት ማይ ክትኮኑ፣ ደቅኹም ካባኹም ዝወፅእ ፍቕርን ካባኹም ዝወፅእ ምንክብኻብን ካባኹም ዝወፅእ ኒሕን ሓቦን እንዳረኣዩ ክዓብዩ ሞተ ካባኹም እንዳረኣዩ ዝርእይዎ ባህሊ ወይ ከዓ እምነት ይኹን እቲ ኣብቲ ገዛኹም ደሎ ካልቸር እንዳረኣዩ መታን ክዓብዩ ብቀዳማይ ኢለ ነይረ ሕጂ ውን ክደግሞ እየ ሓንቲ ቤተሰብ ክብሪ ኣለዋ ቫልዩ ኣለዋ ብማንም ዘይዕቀን ናይ ገዛእ ርእሳ ዝኾነ ናተይ ናይ ገዛእ ርእሰይ ዝኾነ ምስ ስድራይ ኣብ ገዛይ ምስ ደቀይ ቫልዩ ኣለኒ ንኣብነት ሓደ ሓደ ሓደ ሓደ ቤተሰብ ደይሰትዩ ደይሰኽሩ ብዙሕ ቆይቋ ደይብሎም በቃ ኣቦኦም ምስኦም ኣዲኦም ምስኦም ዝኾነ ነገር ብሓንሳብ ዘሕልፉ ነገር ተኮይኑ እዚ ክብረት ናይ ቤተሰብ እንዳረኣየ እዮም ዝዓብዩ ቫልዩ ኣለዎም ኣቦ ንደቁ ድፈቱ እንተኮይኑ ኣቦ ንሰበይቱ ድፈቱ ኣቦ ንደቁ ንሰበይቱ ዝከናኸን ሰበይቲ ንሰብኣያ ትከናኸን ኣብ መንጎኦም ዘሎ ፍቅሪ እንዳረኣዩ እንተዳ ዓብዮም እቶም እቶም ቆልዑ እዚ ኣብ ውሽጦም ድስረት እዩ እዚ ሓደ ሓደ ክብረት እዩ ሓደ ቫልዩ እዩ ሓደ ሓደ ብልፀት እዩ ሕጂ እዚ ብልፀት እዚ ብንእሽተኦም ከሎ ኣብዚ ውሽጦም እንዳተፀሓፈ እንዳተሰረተ እንዳረኣይዎ ኤክስፔሪንስ እንዳገበሩ እንዳስተማቐርዎ እዮም ዳዓብዩ ስለዝኾነ ብዝተኻእለና መጠን ብዝተኻእለና መጠን እዛ ፈልፋሊት ዝኾነት ዒላማይና እዛ ፈልፋሊት ዝኾነት ንብዙሓት ከዓ ተርዊ ኣብነታዊት ዝኾነት እ፣ ቤተሰብ ሒዝና እቶም ዘለኹም ዘለኹም ፅቡቕ ቀፅልዎ እቶም ከም ገለ ዝኾንኩም መልእኽተይ ንዓኻትኩም እዩ ከም ገለ ኮንኩም ዘለኹም ናብታ ፈልፋሊትን ናብታ ብልፅትን ናብታ ፅብቕትን ዝኾነት ተመለሱ እቶም ብምሉእና ዘለና ኸኣ እንተ በቲ እንተ በቲ ንጋላጠም ዘለና ኸኣ ኣጆኹም ኣምላኽ ምሳና እዩ ኣምላኽ ክረድኣና እዩ ኣምላኽ ክሕግዘና እዩ ሓጊዝና እኳ እዩ ኣነ ምስክር እየ ሓጊዙና እኳ እዩ ኣንሲ ሓደ ሓደ ግዜ መከራ የብልሓካ እዩ መከራ የበርትዓካ እዩ ንዓይ ጅግና እዩ ገይሩኒ ንዓይ ሓያል እዩ ገይሩኒ ንዓይ ቆራፅ እዩ ገይሩኒ በቃ ብርትዕቲ ሰብ እዩ ገይሩኒ በቃ ሓያል ጅግና ንኩሉ ነገር ክሓልፎ መከራ ሓደ ሓደ ግዜ ወይ ከዓ ሽግር ሓደ ሓደ ግዜ ልክዕ ከምቲ ወርቂ ብሓዊ ተፈቲኑ ዝሓልፍ ከምኡ ተፈቲና ኢና ንሓልፍ እንታይ እዩ ዝገብረካ እቲ ወርቂ ብሓዊ ኣብ ሓዊ ኣትዩ ምስ መፀ እኳ እዩ ወርቂ ዝመስል ሓደ ሓደ ግዜ ኩልና ዲና ናይ ግድን ብሓዊ ክንሓልፍ ደለና ኖ ሓደ ሓደ ግዜ ግን የጋጥመና እዩ ንብዙሓት ግን የጋጥመና እዩ ግን እንታይ ገብረካ ሓዊ ገብረ ወርቂ ገብረካ ስለ ዝኾነ በርትዓ ሓይላ ኣጆኹን ኣምላኽ ምሳኸን እዩ ሰብ ሰብ በይኑ ኣይኮነን በይንና ኣይኮናን በይንና ኣይኮናን ክብል የደልየ ስለ ዝኾነ እዛ ሎም መዓልቲ እዛ ፈልፋሊት ዝኾነት እዛ ፈልፋሊት ህይወት እዛ ፈልፋሊት ዕላማይ ዝኾነት እዛ ንኩሉ ተስቲ ንከባቢኣ ዘሎ በቃ ዘይተቋርፅ ጫጫጫጫጫጫ ክትብል ትውዕል ወይ ከዓ ክትፍልፍል ትውዕል እዛ ቤተሰብ እዚኣ እዚኣ ንዓይ እዚኣ ፈልፋሊት ዕላማ እያ ካብኣ ኩሉ ይወፅእ ካብኣ ኩሉ ይወፅእ ካብታ ፈልፋሊት ህይወት ካብኣ ኮሚኒቲ ይፍጠር፣ ካብኣ ሃገር ይፍጠር፣ ካብኣ ዓለም ትፍጠር። ዓለም እኮ እዛ ንሪኣ ዘለና ከባብ ዓለም እኮ ብዘይ ሰብ ወይ ከዓ ብዘይ ቤተሰብ እኮ ዋላ ሓንቲ የብላን። እንደገና ኣብዚ ዘመን እዚ ከዓ ንቤተሰባት ከጥፍኡ ወይ ከዓ ንቤተሰባት ክጠፍእ ዝፀዓረሉ ዘሎ ዘመን ንሕና ብዝተኻእለና ቤት መጠን ከመይ ጌርና ንቤተሰብ ሒዝና ነበርትዖን ነሐይሎን። ከመይ ጌርና በቃ ኩሉ ናብ መርዓ ወይ ከዓ ናብ ሓዳር ወይ ከዓ ናብ ክብሪ ዘለዎ ቦታ ንክበፅሕ እቲ ኣነ ዝፀልኦ እቲ ኣነ ዝፈርሖ ኣይደልን መርዓ ዝበሃል ኣይደልይን እየ ከም ድላይ ክነብር እየ ከምዚ ክኸውን እየ ከምዚ እንታይ ክብለኩም ከም ዘለኹም እርዳእኩም ይኸውን እንታይ ብዛዕባ ምንታይ ክዛረብ ከም ዝደለኹ ይርድኣኩም ክኸውን ስለዝኾነ ብሉፃት ወይ ከዓ ከፈልፋሊ ዒላ ወይ ከዓ ከንፈልፋሊት ዝኾነት ቤተሰብ ካባኺ ካባይ ካባኻ እዮም ዝወፁ ካብ ጎቦ ካብ ከውሒ ካብ ስንጭሮ ዝወፅእ የለን ንሕና ኢና እቶም ፈልፈልቲ ንሕና ኢና እቶም እቶም ንማይ ፅሩይ ተኻባኺብና ክንሕዛ ንኽእል ካባና እዩ ካባና ከዓ እንታይ ይወፁ ፅሩያት ይወፁ ማለት እዩ ሕጂ ከምኡ ክብል ከለኹ እዚ ተባኣሱ ዶ እዚ ተቋያቆ ዶ እዚ ዶ ዝዕዋላ ዶ እዚ ኣነ እቲ ብሰፊሑ እየ ዝዛረብ ዘለኹ ኣብ ውሽጢ ብዙሕ ነገር ኣሎ ግን እቲ ዝዓበየ ክንሕዚ ኢለ እየ እቲ ዝኸበረ እቲ ዝበለፀ እቲ ዝዓበየ ሒዝና እንተ ሃሊና እቲ ዝዓበየ እንተ ኣብ ርእስናን ኣብ ኢድናን ወይ ከዓ ክንከናኸኖ ጀሚርና እቲ ዝነኣሰ እንተኸውን እዩ ኣዝዩ ክንእስ እዩ ኣዝዩ ክደቅቕ እዩ ኣዝዩ ብላሽ ክኸውን እዩ ማለት እዩ እቲ ዝነኣሰ ናብቲ ዝኸበረ እንተሰጋጊርናዮ ግን እቲ ዝኸበረ ናብ ምድሪ ክወድቕ እዩ እቲ ዝነኣሰ ከዓ ንዓና እንታይ ክገብረና እዩ ከውድቐና እዩ ማለት እዩ ስለዝኾነ ብሩኻት ኣሕዋተይ ክቡራት ብምሉእኩም ዋላ እቲ እንደይተመርዓኽን ዘለኽን ክትምርዓዋ ክትሓስባ ከለኽን በቃ ፕላን ከተውፅኣ ከለኹም ወድኹም ይኹን ጓልኩም ይኹን ኣብ ርእስኹም ንሓዳር ክትካናኸንዋን ክትሕዝዋን እንዳሓሰብኩም ተመርዓው ክትምርዖ ስለ ዘለካ ክትምርዖ ጽብቅ ኣይኮነን በቃ እግበር ስለ ዘሎ ክትገብሮ ወይ ከዓ ክስቶ ስለ ዝተመርዓወት ክትምርዖ በቃ ክትመስል ከም ሰበይ ንሰበይ ክመስል ኢልካ ትገብሮ ተኮይኑ ከምኡ የለን ጽቡቅ ኣይኮነን ስለዝኾነ መርዓ ኣብ ውሽጥና ቅድሚ ምምርዓውና ኣብ ውሽጥና ተኺልናያ ኣብ ውሽጥና ሒዝናያ ኣብ ውሽጥና ኣቐሚጥናያ እውን ናብ ሓዳር ንብፃሕ ማለት እየ ከምዚ ገይረ እንደ ከምዚ ክኸውን ይኽእል እንደ ከምዚ ኮይኑ እንዲ ከምዚ ኮይኑ ብዙሕ ከነምፅእ ንኽእል ኢና ካልእ መዓልቲ ክቕፅሎ እየ ከይሕዘኩም ኣዝየ ዘኽብረኩም ኣዝየ ዘፍቅረኩም ኣዝየ ብዝተኻእለኒ መጠን ከኣ ሓዳራት ክብርትዓ፣ ሓዳራት ፍትሕ ዝበሃል ክትሰምዕ ዘይድለየሉ ዘመን ክመጽእ በቃ ባህገይ ብዙሕ እዩ። ብፍላይ ብፍላይ ከኣ እዞም ከም ገለ ኮይንኩም ደለኹም ተመለሱ፣ ጽቡቕ ጌርኩም ተመለሱ፣ ብኡነት ናብቲ ናይ መጀመርያኹም ክትምለሱ ትኽእሉ ኢኹም፣ ናብቲ ፍቕሪ እተተሓሓዝኩምሉ፣ ናብቲ ብድሌት ዝተተሓሓዝኩምሉ፣ ናብቲ ትብህጋ ዝነበርካ ንእሽተይ ሓፍትኻ፣ ናብቲ ትብህግዮ ዝነበርኪ ሓውኺ፣ ናብቲ ኣብ ኣብ ኣብ ጎብኡ ወይ ከኣ ኣብ ኣብ ሕቕፍኡ ተሓቚፍኪ ተምስዪ ዝነበርኪ ወይ ከኣ ኮፍ ትብሊ ዝነበርኪ ጓል ኣንስተይቲ ወይ ከኣኒ ወዲ ተባዕታይ ተመለሱ። ናብቲ ናይ ምርዕነትኩም ግዜ ተመለሱ። ናብቲ ናይ ፍቕርኹም ግዜ ተመለሱ። ንድሕሪት ኪዱ እሞ ረኣይዎ። ሽዑ እቲ እሱ ናብ ዝምፅእዎ ኩሉ ግዜ ክንከይድ ከለና ብዙሕ ተዛሪበ ብዛዕባ ዓዳር ክንደይ ገልጠምጠምን ድዋዕዋዕን ከም ዘሎ ግን ዳዝማተር እታ ቀዳመይቲ እታ መጀመርያ ዝተላለኹምላ ግዜ ዘክርዋ እሞ ናብኣ ተመለሱ ሽዑ ጠጠው ክትብሉ ኢኹም እሞ ገሊኹም ደቀይ ገሊኹም ኣሕዋተይ መብዛሕትኹም ንኣሽቲ ኢኹም ኣይሆፕ ክትሰምዑኒ ሓዝዎ ንስኻትኩም ፈልፈልቲ ዒላማ ኢኹም ንሕና ብምሉእና ፈልፈልቲ ኢና ኣወዳት ንወልድ ኣዋልድ ንወልድ ክቡራት ንወልድ ስለ ዝኾነ ኣጆኹም በርትዑ በቃ እዚኣ ኣርእስቲ እዚኣ ኣብ ርእስኹም ከተእትዋ ይደሊ ይላበው የቐንየለይ ክብረት ይሃበለይ ላይክ ምግባርካ ኣይትረስዕ ኢኹም ኣምላኽ ባርኽኩም